ኣብ ጁፒተር ዘለዉ ሰባት እኳ ኢቫኖቪች ቦርኖቭ ካቻሊስኪ YHUN ሺፋ ዑስማን ዑመር ሳልሕ ኣሕመዲን ገብረጻድቕ ወልደታትዮስ ደስታ ይብሉኒ። ኣብ ከባብየይ ድማ ኩራ ዘይፈቱ ተጻዋታይ ወዲ ምቅማጥ ኣስመራ ገዝኦ ሓድሽ ዓዲ ይበሃል ሺፋ ዑስማን ዘፍጣጥ ዓቢ ከብዲ እዮም ዝብሉኒ ሕጂ እኳ ከም ቴኖ ተጨፍሊቃ እያ እታ ከብደይ የላን ሕራይ ጀሚርናዮ ዲና ትርእዩኒ ኣለኹም ኣነ ከኣ ይሽይፈኩም እየ ዘለኹ ሕራይ መቸም ንሕና ንሕና እቶም ገዳይም ዓይነ ስውራን ሲ ጀነራላት እዮም ዝብሉና ባዕልና ኢና ጀነራላት ኮይንና እምበር እኳ ንምንታይ ይመስለኩም ግድምና ስለ ዘለና እዩ እእ ብዙሕ ኣጋጣምታት ኣሎ ብዙሕ ዘጋጥም ነገራት ኣሎ እእ ሓደ እዋን እንዳ ከድኩ ከለኩ እዩ ሕጂ ካብ ዘጋጥመኒ እእ ሓምሊ ኣንተቦይ እንታይ ኢሉ ነይሩ ሓደ ጌሶ ሲ ከም ጌሱኡን ከም ሰቡን እዩ ትዕላል ኢሉ ኖእ ኣነ ግን ወይ ቁስጣ ወይ ሰላጣ እንተ ደኣ በሊዕካ ከተዕልል እቲ ሰብ ከኣ ፍሽኽ ይበል ኣይበል ዋላ ይስሓቕ ናቱ መሰል እዩ። ብጨረታ ኣይግደድን እዩ ማለተይ እየ። ክስሕቕ ይኽእል እዩ እንተ ስሒቑ ከኣ ደሓን የቐንየልና ከኣ ንብሎ። መቸም ኣጋጢሙኒ ሓደ እዋን ማለት እዩ ሓድሽ ዓዲ ብሓድሽ ዓዲ ገይረ ንገዛይ እንዳ ከድኩ ከለኹሲ ሓደ ጽሉል ኣእማን እንዳ ደርበየ ነዘን ቆልዑ የጓይዮም ነይሩ ኣነ ከኣ ኣብ ማእከል ኣትየ ዋእ ከመይ ገሩ እየ ክጎይይ መቸም ዳሓን ንስካትኩም ትፈልጥዎ ባዕልኩም ፀገም እዪ ኣንታ ከይተስቡርኒ እታ ኣታ ከይተስቡርና ኣታ በጃካትኩም ኣታ ከመይ ድመሰልኩምኩም ኣታ ኣታ ከይተስቡርና እንዳበልኩ ሓሊፈ ሰብኣይ ናዓ እስኪ ዝሓወይ ናበይ ኢካ ደሊካ ኣንታ ኣነስ ክሓልፍ እየ ደልየ ናዓ እስኪ እዚኣቶም እዚኣቶም ደይ ቅፁዓት ዘርኢ መርገም እንድዮም እዚኣቶም እዚኣቶም ማዓስ ጥዑያት ትመስለካ እወ ወደይ ኣስቢሮምና እኮ እዮም ነይሮም በጃካ ኢለካ እዚኣቶም እወ ዘርኢ መርገም እንድዮም እዚኦም እዚኦም እኮ ርጉማት እዮም እዚኦም እኮ ተረጊሞም ዝዓበዩ ቆልዑ እኮ እዮም ገና ብሕጂ ክንደይ መርገም ድጽበዮም እዮም ስማዕ እባ ዝሓወይ ኣቤት ኣሎ ዶ እቲ ጽሉል ለልኹስ ኣነ እንዴ ዋይ ንስኻ ዲኻ መቸም እንታይ ዓይነት ስንባደ ሰንቢደኳ ባዕልኻትኩም ትግምትዎ ትኾኑ ሸዑ ቅድሚ መሰንባተይ ተረካቢ ዘረባ ድበሃል ኣሎ። ሓደ ሓደ ግዜ ሓደ ሰብኣይ እዮም ንሓንቲ ዘመዶም ረኺቦማስ ኣያ ከመይ ኢልካ ቀኒኻ ኦይ ኣንቲ ጓል ሓወይ ከመይ ኢልኪ ቀኒኺ ደሓንዶ ቀኒኺ ከመይ ኣለኺ ደሓንዶ ኣለኺ ስራሕ ዶ ጀሚርኪ እወ ኣብቲ መምህርና ጀሚርና ኣለና ኦ ጽቡቕ ኣይ መምህር ድምሃሮም እንድዮም ዓዲ ዝኮኑ ዘለዉ ጽቡቅ እምበር እዛ ጓለይ እንኳዕ መምህር ኮንኪ እዛ ጓለይ እወዋእ መውዓሊ ኮነና ዋዕ ትምውዓል እባ ትምውዓል እንኳዕ መውዓሊ ረከብኪ እምበር ትምሕዳርስ እባ ከኣ ገዛኪ ትሓድሪ የቀንየለይ።